ሰላም ዝኸበርኩም ተኸታተልቲ ከመይ ጸኒዕኹም? ኣብ ዝሓለፈ ናይ ትረኻ መደብና ብኦግ ማንዲኖ ዝተጻሕፈ ዝሓየል ሸጥ ኣብዚ ዓለም ትብል መጽሓፍ ዓስራይ ምዕራፍ ተኸታቲልና ነርና። ንሕጂ ኸ መበል ዓሰርተ ሓደ ምዕራፍ ይቕጽል። ሰናይ ምክትታል። ምዕራፍ ዓሰርተ ሓደ ጥቕላል ምልክት ቁጽሪ ኣርባዕተ ኣነ ናይ ተፈጥሮ ዝዓበየ ተኣምረ ካብ መጀመርታ ግዜ ኣትሕዙ ካልእ ካብ ኣእምሮይ ልበይ ኣዒንተይ እዝነይ ኣእዳወይ ፀጉረይ ኣፈይ ተራእዩ ኣይፈለጥን ቅድሚ ሕጂ ዝመፅእ ሎሚ ዝነብር ፅባሕ ድማ ዝመፅእ ልክዕ ከምዚ ከማይ ዝኸይድን ዝዛረብን ዝንቀሳቐስን ዝሓስብን ዝኽእል የለን ኩሎም ደቂ ሰባት ኣሕዋት እዮም ግና ነፍሲ ወከፎም ዝተፈለዩ እዮም ኣነ ፍሉይ ፍጥረት እየ ኣነ ናይ ተፈጥሮ ዝዓበየ ተኣምር እየ ኣነ ናይ እንስሳታት መንግስቲ እኳ እንተኾንኩ ሞሳ እንስሳታት ጥራይ ኣይከዕግብን እየ ሓዊሸይ ካብ ዘይተቖርፀ ሓለፋ ሃልሃልታ ይነድድ እሞ ውዒሉ ድማ ንመንፈሰይ ካበይ ዝሓሸ ንኸውን ቀፃሊ ቁጥዐ ይኮይኑኒ ኣሎ ክገብሮ ድማ እየ ነዚ ሃልሃልታ ዘይዕግበት ክነፍሕን ፍሉይነት ንዓለም ክእውጅንየ ዋላ ሓደ ናተይ ክደግሞ ኣይክእልኒ ዋላ ሓደ እውን ቺዝ ምልክት ክገብር ኣይክእልኒ ዋላ ሓደ ንጽሑፈይ ክደግሞ ኣይክእልኒ ዋላ ሓደ ንውላደይ ከፍሪ ኣይክእልኒ ከምኡውን ኣብ ዝኾነ ብልክዕ ከም ዝናተይ ናይ ምሸጥ ዓቕሚ የብሉን ካብዚ ንደሓር ነዚ ፍሉይነት ናይ ንብረት ዝኾነ ርእሰ ማል ክጥቀመሉ እየ ሙሉእ ብምሉእ ንኽዲብ ድማ ሓይል እዩ ኣነ ናይ ተፈጥሮ ዝዓበየ ተኣምረ ንኻልኦት ንምምሳል ዝግበር ፈተነ ከንቱ ምዃኑ ድሕር ደጊም ኣይክገብሮን እየ። ኣብ ክንዱስ ፍሉይነተይ ኣብ ዕዳጋ ንምርኢት ከቐምጥ ድየ? ክእውጅ ድየ? ክወክሸጦ እየ? ካብ ሕጂ ፍልልያታት ከጉልሕ ክጅምር እየ። ተመሳሳልነተይ ክሕባእ ኣለዎ። ከምኡ ድማ ነዚ መትከልዚ ኣብ ሸጡ ኣቑሑት ከቐምጠሉ እየ። ሽያጥ ኣቑሑን ካብ ኩሎም ካልኦት ዝተፈለየ በቲ ፍልይ ዝበለ ዝሕበን እዩ። ኣነ ፍሉይ ፍጥረት ተፈጥሮ እየ። ኣነ ብርቅየ ኣብ ሰዓት ዋጋ ዘለዎ ኣነ ኩብርየ ኣነ ናይ መወዳእታ ፍርያት ናይ ኣሽሓት ዓመታት ፍልቀት እየ ስለዚ ካብ ኩሎም ቅድመ ዝነበሩ ሃፅያትን ለበማትን ብኣእምሮን ብኣካል ዝሓሸ ዕጥቅለኒ ክእለተይ ኣእምሮይ ልበይ ኣካላተይ ግን ኣብ ፅቡቅ ረብሓ ጥራይ ከውዕሎም ደው ክብሉ ክብስብሱ ክመቱ ኣይከፍቅን እየ ደረት ኣልቦ ዓቕምለኒ ንእሾ ክፋል ሓንጎለይ ጥራየ ዝቆፅር ንእሾ ጭዋላት ጥራየ ዝዓፅፍ ናይ ትማል ዓወታት ሚእቲ ወይ ብልዕሊኡ ክውስኽ እዩ። እዚ ድማ ካብ ሎሚ ጀሚረ ክጎብረ እየ። ድሕሪ ደጊም ናይ ትማል ዓወታት ኣይከዓግብን እየ። ድሕሪ ደጊም ክውንነት ኣነ ከይተርፈ ኣብቲ ዘለኒ ብዙሕ ክዓምን ከም ዝኽእል ክኣምን እየ። ኣዝዩ ንእሽቶ ዝኾነ ተግባራት ኣብ ርእሰ ምውዳስ ኣይከዋፍርን እየ። ከምኡውን ክገብር እየ። ምክንያቱ እቲ ዘፍረየኒ ተኣምር ሰምታይ እዩ ዝኸውን ዘለዎ። ከምዚ ዝተወለድክዎ ኮይነ ክውድእ የብለይን። ስለምንታይ እቲ ተኣምር ናብ ናይ ሎሚ ተግባራተይ ከስፍሖ ዘይክእል? ኣነ ናይ ተፈጥሮ ዝዓበየ ተኣምረ ኣብዛ ምድሪ ብኣጋጣሚ ኣይኮንኩን መጽየ ኣነ ኣብዚ ዘለኹ ዕላማን እቲ ዕላማ ናብ እምባ ንምብጻሕን እምበር እኽሊ ሑጻ ኮይነ ንምሽርሻር ኣይኮንኩን ካብ ሕጂ እንዳሓር ኩሉ ዝለዓለ እምባ ንምሕዃር ኩሉ ጻዕሪ ኣብ ግብሪ ከውዕለ ዓቕመይ ድማ ክሳብ ምሕረት ዘዝንብ ክጥቀመሉ እየ። ብዛዕባ ወዲ ሰብን ነብሰይን ብዛዕባ ዝሸጡ ኣቑሑት ዘለኒ ኣፍልጦ ክውስኽ እየ። በዚ ኸኣ መሸጣይ ክዓቢ እዩ። ኣነ ክለማመድ እየ፣ ክመሓየሽ እየ። እቲ ንብረተይ ክሸይጥ ዝዛረቡ ቃላት ዓለም እዚ እዩ ንሞያይ ዝሃንጸሉ። መሰለ ስለ ዝኾነ ድማ ኣብ ብዝሓደ ናይ መሸጣ ዘረባይ ብብሉጽነት ዝቐረበ ዓቢ ሃብትን ዓወትን ከም ዝረኽቡ ፈጺመ ኣይክርስዖን እየ። ከምኡውን ስነ ምግባራይን ጸጋታተይን ንምሕያሽ ብቐጻሪ ክጽዕር እየ። ምክንያቱ ኩሎም ዝስሕብዎ ጸጋ እዮም ኣነ ናይ ተፈጥሮ ዝዓበየ ተኣምር እየ ጸዓተ ኣብቲ ናይ ህሞት ብድሆ ክብድ እዩ ተግባራት ድማ ካልእ ክርስዕ ክሕግዘኒ እዩ ጸገማት ገዛይ ኣብ ገዛይ ክተርፍ እዩ ኣብ ዕዳጋ ከለኹ ብዛዕባ ስድራይ ዋላ ሓንቲ ኣይክሓስብን እየ ከምኡ ጸገማት ዕዳጋ ኣብ ዕዳጋ ክተርፍ እዩ ኣብ ገዛይ ከለኹ ብዛዕባ ሞያ ዋላ ሓንቲ ኣይሓስብን እየ ምክንያቱ እዚ ንፍቕረይ ከዳኽሞ ስለ ዝኾነ ኣብ ዕዳጋ ንስዳይ ዝኾኑ ቦታ የለን፣ ኣብ ገዛይ እውን ንዕዳጋ ዝኾኑ ቦታ የለን። ነፍሲ ወከፍ ኣብቲ ካልእ ክፍታሕ እዩ። እዚ ድማ ክልቲኦም ተመርዔ ክጸኒሐ ተፈላለዮም ክጸንሑ ኣለዎም። እንተዚ ኮይኑ ሞያይ ክመውት እዩ። እዚ ናይ ዘመናት ስግንጢርነት እዩ። ኣነ ናይ ተፈጥሮ ዝዓበየ ተኣምረ ንኽሪኦ ኣዒንተይ ንኽሓስብ ኣእምሮ ተዋሂብኒ እዩ። ሕጂ ድማ ዓቢ ምስጢር ህይወት ፈሊጠ ኣለኹ። ምኽንያት ኣብ መወዳእታ ኩሉ ጸገማተይ ተስፋ ምቑራጽን ቃንዛ ልበይን ኣብ ዓቢ ኣጋጣሚ ስለ ዘሎ ስለ ዝርዳእ ብዛዕባ ሰባት ድሕሪ ደጊም በቲ ዝኸድዎ ክዳውንቲ ኣዕይንቲ ተኸፊተ ስለ ዘለዋ ኣይዕሾን እየ ኪኖ ጨርቂ ይኽጥምት እየ ኣይክታለልን እየ ኣነ ናይ ተፈጥሮ ዝዓበየ ተኣምር እየ ኣነ ብፍቕሪ ተጠኒሰ ብዕላማ ስለ ዝተወለድኩ ኣራዊት ተኽሊ ንፋስ ዝናም ከውሒ ቀላይ ከም መጀመርታ ኣይነበሩን ኣብ ዝሓለፈ እዋን ነዚ ሓቂ ኣብ ግምት ኣየእተኹን ነይረ ካብ ሕጂ ንዳዕሪ ህይወተይ ክቆርፀን ክመርሖን እየ ኣነ ዝዓበየ ተኣምር ተፈጥሮ እየ ተፈጥሮ ስዕረት ዝበሃል ኣይትፈልጥን እያ ኣብ መወዳእታ ንሳ ተዓዋቲት ኮይና ትወፅእ ኣነ ድማ ከምኡ ምስ ነፍሲ ወከፍ ዓወት ድማ እቲ ዝቕፅል ቃልሲ ይኸብድ ኣነ ክዕወት እየ ፍሉይ እየ እሞ ዓብ ሸያጢ ክኸውን እየ ኣነ ናይ ተፈጥሮ ዝዓበየ ተኣምር እየ